ሕራይ ኣብዚ ሰዓት እዚ ሻብዓይ መድረኽ ዙር ሩዋንዳ ክልተ ሽሕን ዕስራን ኣርባዕተን ድሕሪ ምዝዛሙ ኣብ ሆቴል ኪጋሊ ላይት ሆቴል ምሳና ዝርከብ ዘሎ ዩኤል ሃብትኣብ ናይ ክለብ ባይክ ኤድ እዩ። እዚ ተቐዳዳማይ እዚ ሓደ ካብቶም ኣብ መጻኢ ሕድሪ ናይ የሕዋቱ ክቕበል ዝእመነሉ እዩ። ሕራይ ዩኤል ሃብትኣብ ኣዝየ ከመስግነካ ይፈቱ። ስለ ዝሃብካኒ ግዜ ፍቃደኛ ብምዃንካ ማለት እዩ እስከ ዝሩዋንዳ ክልተ ሽሕን ዕስራን ኣርባዕተን ከመይ ረኺብካዮ?
መጀመርታ ቴንኪዩ ነዚ ዕድል ምሃብካ ናቱ ሓወይ ዝሩዋንዳ ክልተ ሽሕን ዕስራን ኣርባዕተን ማራ ጽቡቅ ገለ ዓይነት ምኽንያቱ ብናተይ ወገን ማለተይ እንዲ ክሉ ምድላዋተይ ገለ ገይረ ስለ ዝመጻኹ ጽቡቅ ኔሩ ምስቲ ዓሚ ዝነበረ ጉድለት ኩሉ ኣማሊኤ መጺኤ ኔረ ብጣዕሚ ጽቡቅ ነይሩ ናይ 2024 ክሳብ ተሳተፍኮ ማለት እየ። ሕራይ እስከ ዘጋጠመ ዕንቅፋታት ነይሩ እዩ እንታይ ይመስል ነይሩ ኣብዚ ንዓኻ ንኹነታትካ ንብዙሕ ነገራት ክጸሉ ዝኸኣለ ወላ ውን ብጋንታ ደረጃ ነታ ጋንታ ካብቲ ዘላቶ ደረጃ ከውርዳ ዝኸኣለ ብዘይ ብኣኻ እታ ጋንታ ብዙሕ ሕቆ ኣብ ልዕሊ ዳዊት የማነ ስለዘሎ ማለት እዩ። ዎ
ማለት ከምቲ ኩላህና ንፈልጦ ናይ ግዜ ደንጊኻ ትብል መቕጻዕቲ እዩ ኣጋጢሙ ማራ ከቢድ እዩ ክልተ ማልያ ሒዝካ እሞ ከዓ ንክንደይ ክስታይ ተዳሊኻ ኢኻ ነዚ መፂኡ ነይሩ ማለት እዩ ሓምላይ ኣዋርሕ ተዳልየ ነዚ ሓደ ነገር ንክገብር ኢለ መፅእ ነረ ከምቲ ሓሳባይ ከዓ ኮይኑለይ ክልተ ማልያ ሒዘ ነረ ማለት እዩ ካብ ከምኡ ክትወርድ ማራ ሕማቅ እዩ ማራ ክስታይ ዝስማዓካ እቲ ጌጋ እኮ ሰኣን ኣፍልጦ እዩ በቲ ኮይኑ በቲ ሰኣን ኣፍልጦ ኢኻ ትብል ብወገነይ ተሓበርኩ ነገር የለን ንመጀመርታ ግዜ ኣብ ክሮና ከምኡ ሰሚዐ ኣነስ ንፖድየም ናኸድኩ ከም ሰሚዐ ማለት ተባሂለ ወሪደ ካብ ፖድየም ተመሊሰ ከምኡ ኣብ ኣእምሮይታ ኣይነበረን ኣትሊስት እንተ ከምኡ ኣፍልጦ ተዝነብር እዚ ኩሉ ዝመፅእ ኣይመፀን ኮይኑ እዩ እቲ ሕጊ ከዓ ክቅየር ስለ ዘይክእል ንዑ ተቐቢልካ ንዝመፅእ ፅቡቅ ኮንዲሽን ሒዝካ ምጓዓዝ እዩ ስለዚ ካብ ኮነ ዝኸውን የለን ማለት እዩ ንዝመፅእ ብፅቡቕ ክስታይ ክጅምር ከም ዘለኹ ተስፋ ግብር
ዝሩዋንዳ 224 ክዛዝም ሓንቲ መድረኽ ተሪፎ ኣሎ እዚ ውድድር እዚ ኣብ ከተማ ኪጋሊ እዩ ክካየድ ልዕሊ 70 ኪሎ ሜትር ድማ ክሽፍን እዩ እስከ ናትካ ቅማረ ወይ ድማ ኣጣምታ እንታይ ክኸውን እዩ ከም ሃገራዊ ወይ ድማ ኤርትራዊ መጠን ማለት እዩ
ናይ መወዳእታ ብምዃኑ ሓያል ፀወታ እያ ትከውን ምክንያቱ ፅባሕ እታ ኩለን ዝሓዝ ኣብቲ ቅድሚ ዘሎ ማለት እዩ ኩለን ማልያ ዝሓዘ ክውድእን ዝኽእል ስለዚ ኣነ ብግምተይ ካብ ጅምር ኣቢላ ሓያል ፀወታ እያ ክትከውን በዚ ኣጋጣሚ ከዓ ንኩሎም ኤርትራውያን ኣሕዋተይ ፅቡቅ ዕድል እምነየሎም ማለት እዩ ምድላዎትካ እንታይ ክመስል እዩ ብሕጂ እዚ ሩዋንዳ ምስ ተዛዘመ ምስ ባይክ ኤድ ዘለካ ዕምሪ እንታይ ክመስል እዩ?
ዎ ከምቲ ልሙድ እዩ ነዚ ዘጋጠመ ኩሉ ረሲዕኻ ከም ብሓድሽ ንሓድሽ ሪዛልት ንሓድሽ ጽቡቕ ዓወት ምድላው እዩ። ኣብ ዝመጽእ ዘሎ ኣዋርሕ ጸወታ ኣለወኒ ክኸውን እዩ። ስለዚ ንከምኡ ከም ዘለኹ ብጽቡቕ ክኣትዎ ተስፋ እገብር። እዚ ኣብዚ ሩዋንዳ ክልተ ሽሕን ዕስራን ኣርባዕተን ዘጋጠመ መሰናኽል ኣብቲ ብሕጂ ዝመጽእ ነጥብኻ ጽልዋ ከሕድር ይኽእል ዶ? ኖ
ኣይክሕድርን እዩ ምክንያቱ ብሓንቲ ብሓንቲ እምነት ንብታ ዘይተዕንቀፍና ስለዚ ኣብታ ኢምፔሪያል ጥራይ ዘይኮነስ ኣብዛ ኣትኸ ፀወታ እውን ኣስተውዒለ ክኣቱ ኣለኒ ማለት እዩ ሕጂ እዚ ትምህርቲ እዩ ብከቢድ ትምህርቲ ደኣ ኮይኑ ብከቢድ ነገር ደኣ ኮይኑ እምበር ትምህርቲ እዩ ንዓይ ስለዚ ክንደየናይ ክድገምሲ ኣይብሎን እየ ነብ ወገነይ ማለት እዩ ድሕርቲ ዘጋጠመ ኩነታት ኣብ ልዕሊኻ እሞ ከዓ ንስኻ ሓደ ካብቶም ነታ ንዓቕብ ማልያ ወኒንካያ ዝነበርካ ኢኻ ከምኡ ድማ ንኣዝዩ ብሉፅ ተቐዳዳማይ ንዝወሃብ እውን ክትውንና ካልኣይ በቒዕኻ ነርካ ኢኻ ስለዚ ብዙሓት ኤርትራውያን ክድግፉኻን ኣጆኻ ክብሉኻን ተሰሚዖም'ሞ ተመሓልፈሎም መልእኽቲ ለካ በዚ መዳይ እዚ። እዎ
ማለት ከምቲ ንዓይ ተሰማዕኒ ክስምዖም ይኽእል እዩ ስጋዕ ኣብቲ መዛዘሚ ስቴጅ ዘይብጣሖ ነቲ ግዜ ዝነበርኩ ማልያ ብፍላይ ብፍላይ ናይ ስድራይ ማለት እዩ ክዕጎሱ ቀንዮም ሓጎሶም ክይተወድኣ ክትኮልፎ ማራ ካብቲ ንዓይ ዝስምዓኒ ንዕኦም ስለ ዝስምዖምሲ ናቶም እዩ ክስታይ ዝገብረካ ብዝኾነ ንኹሎም ክምስግኖም ፈቱ ኣብዚ ጎኒ ይነብሩ ኣብ ኪጋሊ ይኹን ብካልእ ኣብ ካልእ ዓለማ ዘለዉ ኤርትራውያን ቲንኪ ክብሎም ደሊ ንኩሎም ስድራ ይኹን ኣሕዋተይ ኣብ ዝመፅእ ክሕዝ ተስፋ ገብር የቐንለይ